ሕጂ ክትመጽኣ ብዛዕባ እዛ ሰበይቲ ትሸገሪ ሃፍታም ነጋዲት እንድያ ካብዞም ናትና ተጻወቲ ቆልዑ ክትገዝእ ኢላ እያ ትመጽእ ደላ
ሰብስ ብዕራይ ተረኺብስ ክሽየጥ ሰብ ርጉም ደይተሸጠ ደኣ መን ክሽየጣ ተሓጎሳ ሰብ ብኸብዲ ሽየጥ ብገንዘብ ሽየጥ ሰብ ምሻጥ እኳ ክውሕዶ ተሓጎሳ ብዝኾነ ብ ቅድሚኣ ብጭቕ ኢልኪ ከይትዛረቢ ሓጎሳ ምክንያቱ ወላ ሓንቲ ፍልጦ ናይ ኩዕሶ ስለ ዘይብልኪ ኣነ ኣነ ጥራሕ እየ ክዛረብ ኦሽ እስኻ እንታይ ኣፍልጦ ዶ ኣለካ እዩ። ሓጎሳ እስኺ በጀካ ዒባ ምጉድጓድን ከብቲ ምውፋርን ትፈልጥዮ ነገር የብልክን። እሞ ኣነስ ከም ድሌተይ ክዛረብ በሊ እየ። ብቅንያ ቡጭቅ ኢልኪ ተዛረቢ።
ክዛረብ እየ። ቡጭቅ ኢልኪ እሞ ተዛረቢ ቴስታ ኣይ። ገይረ ግንባርኪ ሪኤ ጠስቅ ከብለኪ። ደሓን ንሱሲ ደሓን ኣብኡ ምስ በጻሕና ን ንሪኦ። እሞ ክዛረብ እየ። ደሓን ኣብኡ ምስ ከድና ክትዛረቢ ዲኺ ኣፍኪ ዲኺ ክትሓትሚ ሽዑ ክንሪኦ ኢና። ክዛረብ እየ።

ሃይ ሃይ ሃይ ሃይ ሃይ ጽቡቓት ቆልዑ ኣብ ሰዓተይ ዶ መጽየ ከም ልምዲ ከምዚ ናታትኩም ቆጸራ ሓበሻ ኣይፈቱን እየ ኣብ ቆጸራይ ምሽ መጽየ ኣይመጻኽን ኣው ደንጉየ ድየ እሞ ቆጸራ ሓበሻ ገይረዮ ሓበሻ ግን ቀዲሞም ኽብዚ ጸኒሖም ቆጸራ ፈረንጂ ገይረዮ ተበልኪ ዝበለጸ መስለና እ፣ ብዝኾነ ኣብ መምጽየይ ዶ ከኣቱ ተፍቅዱለይ ክቡራት ኣሕዋት እስከ ጽንሒ ክሓተልኪ ሓጎሳ ኣብ መምጽኢየይ ክኣቱ ትብል ኣላ ትእቶ ዶ ኣብቲ ንዓኺ እንድየ ትእቶ ዶ። ምሽ ብጩቕ ኢልካ ኣይትዛረብ ኢልካኒ ኣይዛረብን። ኣንቲ
በል ብጩቕ ኢልኪ ከኣ ተዛረቢ ደሓን ሕጂ ቀጽሊ መን ኢኺ ሽምኪ። ኦኬ ሽመይ ማርጌሪታ ባልያንቲና እየ ዝብሃል። መን ኢላ?
ማርገሬታ ባላንቲና እብሃል ትብለኪ ኣላ። ሽም ኣባሓጎኣ'ኸ?
ወይ በረኪና ወይ ገረቸሊና ከውን ስቅ ኢልኪ ጥራሕ ስምዒ ድሓን ብጩቅ ኢልኪ ትዛረቢ
ቀፅሊ ቀንዲ ስርሐይ ኣብ ዝተፈላለየ ሃገራት እናኸድኩ ህፃናት ዝከታተል ኣካል እየ ዝበዝሐ ዕድመይ ኣብ ስፖርት ዓለም እየ ኣሕሊፈዮ ስለዚ እየ ድማ ንህፃናት ስፖርተኛታት ዝድግፍን ዝፈቱ ሶ ዓይነይ ኣብ ዘንበርኩለን ሃገራት እየ ድማ ህፃናት ተፃወቲ ዝገዝእ የዕብየ፣ ጸጊነ፣ ጸጋጊነ ድማ ናብተን ዓበይቲ ክለባት እየ ድሸጠን። ከመይ ማለት እዩ? ስቕ በሊ ስቕ በሊ ኣይትዛረቢ ብጫ ኢልኪ ከይዛረብን ሽለክ ስቕ በሊ። ኣይትድሃላ ኣይትድሃላ ኣይትድሃላ ኣይትድሃላ። ዋእ መን ድሂልዋ?
ንስኻ እያ ንስኻ ንስኻ። ማርጋሬታ ንስኺ ንዓይ ትድህልኒ ኣለኺ እምበር። ቀጽሊ እሞ ሽኮሪና። እስከ ሕራይ። እስከ እሞ ክዛረብ እየ ተዛረቢ እሞ ድሓን።
ክዛረብ እየ እሞ ተዛረቢ ወይለከ።
ብዝኾነ ጽብቕቲ ገዚኤ የዕብየ ናብ ዓበይቲ ክለባት እየ ድሸጦም እየ ዝበልኩ። ዋይ መከራ
ሰብሲ ልክዕ ከምዚ ራብዒ ከኣ ሰብ ይሕሽየጥ ኢንተ ሓጎስ ሓፍተይ። ሓብትኻ ድለ። ሓፍተይ ኣይኮንክን? ሓብትኻ ድለ።
ሓፍተይ ኣይኮንክን?
ኣይኮንኩ። ኪዲ ኪዲ ከማኺ ሓፍቲ እኮ ይብለይ። ቀጽሊ ማርገሬታ ሓፍተይ። ዋይ ማርገሬታስ ሓፍትኻ እያ? እወ ሓፍተይ።
ብምንታይ ከ ሓፍትኻ ዝኾነት ከ። ንመሳሰል ኢና ረእዩና ሸፋሽፍቲ ዓይንና ናይ ክልቴና ረእዮ። ኣብ ምንታይ ኮ። ንመሳሰል እሂ ማርገሬታ። እወ ሓቁ ዩ ንመሳሰል ኢና። ቁርብተይ ኣቲ ሸፋሽፍቲ ዓይኑ ኣነ ኩሕሊ የብዝሕ እየ እምበሪ ንመሳሰል ኢና። ልክዕ።
ስማዓኒ እንዶ ንስኻ ወደይ ኣምበይርቶ ተወላዲ ናይ ተሮንቶ ዲኻ ሓቀይ። እዋእ። ያያይ ሃያይ ሃያ

ኣብ ቀርኒ ኣፍሪቃ ዘይረ ዘይረ ገለ ኣንፈት መጻኢ ዘለዎም ህጻናት ዝረኸብኩላ ሃገር እዚኣ ኮይና ጸኒሓትኒ። እዚኣ እወ እወ እወ።
ብኸምኡ ኢየ ከኣ ናብዚ መጽየ ዘለኹ። እንቋዕ ደሓን መጻኺ ማርጉ እወ እንቋዕ ደሓን ወይለይ መጻኺ። ወይለይ ዝረሳዕኩልኩም ከኣ ባኒ ኩሉ ነገር ናይዚ ዓዲ የዕሚቖ ምስ ሓተትኩ ሓንቲ ጋንታ ብኽልተ ፍቑራት ሃብታማት

ኣነን ሓጎሳን ፍቑራት ኢና ዱልዱል ፍቕሪ ኣለና ሃፍቲ ናይ ፍቕርና ነዛ ጋንታ ክንምውል ዘኽኣለና ዓቕሚ ድማ ኣብ ጠለ በጊዕ ሓምሳ ዝራብዕ ኣለውና ብገዝሚ ኢና ተረኪብናዮም ሽዑ እንዳዕበና እንዳዕበና ልዕሊ ሰላሳ ኣግማል ኣለዋና ዓሰርተ ሸውዓተ ይእዱግ ኣለውና ኣርብዓን ሓሙሽተን ኣጣል ሰለስተ ማሕስእ ከዓ ኣለዋና ኣባጊዕ ዓሰርተ ሓሙሽተ ደርሁ ከኣ ኣለዋና። ካብዘን ዓሰርተ ሓሙሽተ እተን ሸውዓተ እንቋቑሖ ወልዳ እተን ዝተረፋ ሒቒቕ ኢለን ኣለዋ ኣብዚ ሰዓት እዚ። እወ። እወስ ብዙሕ ሃፍቲ ኣለና።
ብኸመይ ምኽንያት ኢኹም ከ ዘራጊቶ ኢልኩማ? ዘራጊቶ መበሊኣ ናዛ ናትና ክለብ ወይ ጋንታ ንጻወት ንጻወት ኣብ ወርሒ ንእከብ ድሕሪ ወርሒ ከኣ ድመጽእ ደሎ ወርሒ ትራኽብ ሎሚ ተጻዊቶም ተጻዊቶም ወይ ይስዕሩ ወይ ይሰዓሩ ገገዝኦም ይኸዱ ፋሕ ፋሕ ይብሉ ድሕሪ ወርሒ ከኣ ትእከብ ብኸምዚ ኢና ዘራጊተልናያ ግዜስ የብላን ጥርኑፍ መእከቢ ስለ ዘይብላ እሞ እዛ ናትኩም ጋንታ ዘይኮነሲ ዕቁብ እያ መስለኒ እናብ ዕቁብ ገጻ ትኸይድ ሓቀይ? እወ ትኸውን እያ። እወ ማርጎ ሓፍተይ ግርም ኣለኺ ሰልዲ ዘይነዋጽ ኮይና እምበር ኣብኣ ከላ ዕቁብ እያ። እወ ዕቁብ እያ። እወ ዕቁብ።
እሞ ሕጂ ብዝኾነ ኣብ እቲ ቁም ነገርና እሞ ንእቶ። ንእቶ ንእቶ። እቶም ናትካ ተጻወቲ እምጻዮም ድሕሪኡ ቅድሚ ዝኾነ ይኹን ነገር ኣብዚ ናይ ምሕዝነት ጸወታ ክንገብር። ጽቡቕ ጽቡቕ ደሓን ንጻወት ንኽእል ኢና ጸገም የብልክን ማርጎ ሓፍተይ። ቅድሚኡ ግን ደቂ ክንደይ ዓመት እዮም? ዕድሚኦም እኮ እዞም ናትና ደቂ ዓሰርተ ዓመት እዮም ደቂ ዓሰርተ ዓመት ቁመንኦም ከ ማለትሲ ጉብዝንኦም ዋእ ጉብዝና ደኣ በዓል ገረዝግሄር እንድዮም ገረዝግሄር እንቋዕ ዝርዮ ደቂ ዓሰርተ ሓሙሽተ ዓመት መስሉ ስባቱ እሞ ሕጂ እቶም ናተይ ተፃወቲ ከምፆም እየ ናይ ምሕዝነ ፀወታ ከዓ ክንፃወት ኢና ሓራይ ፅቡቕ ንፃወት ንፃወት ስባቱ ፍቅሪ እንድዩ ስባቱ ንዓሞ
እንዳ ኾንኪ ኢኺ። ስምዓኒ እንዶ እቶም ናታኺ ደቂ ክንደይ ዓመት እዮም? ሕተታ። ወይለይ ወይለይ ሓቅኺ እህ። ስምዒ እንዶ ማርገሬታ ባላንቲና እቶም ናትኪ ደቂ ክንደይ ዓመት እዮም? ዋእ ካብዞም ናትኩም ብሓደ ዓመት እዮም ዝንእሱ ሸውዓተ ሸሞንተ እዮም ናተይ ከማን። እእእእህ ጽቡቕ ነጻውቶም። ኣንታ ስብሃቱ ምስዞም ትሕቲ ዕድመ ሰዓትን ፈረቓን ክንጻወት? ዋእ። ዋእ ኣይንኽእልን ኢና። ኖእ ከምኡ ኣይትበሊ ከምኡ ኣይትበሊ ኣይትንዓቅዎም ኣይትንዓቅዎም ሕራይ እዞም ናተይ ከማን ሰናፋት ተጻወቲ ይከኑ ኩልኪ ሆይ ትርእያ ሃየ ተስፋቱ
ኣሽንኳይ ዶ ነዘም ናትኩም ብሰለስተ ዓመት በርባዕተ ዓመት ዝዓብዎም ከማን ስዒሮም ዝኸዱ እዮም እዞም ናተይ ዋዛ ይብሎምን
ማርጉ እሞ እቶም ናትና ክነምጾም ዶ? ሕራይ ኣምጽዎም።
ማርቁ እዚኦም እቶም ናተይ ተፃወትቲ እዮም እዚኦም እቶም ጋንታ እዮም እዚኣ ከዓ ሓጎሳ ትበሃል ናይ ቴክኒክ ኣሰልጣኒት ናይዞም ጋንታ እያ ወ
ሓኪም ጋንታ ኸ ኣበይ ኣሎ ሓኪም ጋንታስ የብልናን
ክስበሩ እኳ ክእሉ እዮም ደይስበር የለን ምናልባት ሓደ ቆልዓ እንተተሰይርኩም ኣበይ ከድኩም ጆሶ ተኣስርሉ ኣኣ ኖኖ
ምናልባት ክሳብ ሕጂ መስበርቲ የጋጠመናን እንተተሴሮም ግን ኣደይ ሓረጉ ድበሃል ኣለዋ ኣብዚ ዓድና ላዕለይ ዓዲ ጽቡቕ ማሸላ ዝጥፍጥፋ እሰን ማሸላ ጥፍጥፋሎም ሽዑ ከኣ ሓውየም እወ ጀሶ እየ ዝብለካ ዘለኹ። ማሸላ ንብለኪ ኣለና ንሕና ከኣ ጀሶ ኖ ጀሶ ማሸላ። ጀሶ። ማሸላ ሶ ማሸላ ትማርጉ ማሼላ ጀሶ ማሼላ ጀሶ እሞ ማርጉ ቶም ናትኪ ደኣ ደይተምጽእዮም ክንሪኦም እወ ሽዑ ሓዲኡ ትጻወታ ከኣ ንጻወት ኣርእና ደኣ ደድሊኺ ትገዝኢ ደድልየኪ ከኣ ትገድፍዮም ማለት እዩ በቃ ሕራይ ነቶም ናተይ ከምጾም ክኸይድ እየ ሓራይ እወ። ኣምጽኦም ንሕና ከኣ ክነር- ክነርስኖም ክንጸንሕ ነዞም ናትና እ፣ እ። ሓራይ እ፣ ተዳሎ ገሬ እ፣ ምሕጹን ተዳለው እስከ እ፣ ክን- ነብስና ክነውዒ ኣጆኹም ኣጆኹም ብሓደ ከምዚያ
ዋ ኣቲ ሳድያ ትመጽእ ደላ ወይ
ሰባት እንታይ ደኣሎም እዚኦም እንተ ታይ ጉድና ኦኬይ ኣነ ኸኣ እዚኦም ዘምናተዮም ተላለይዎም
ማርጉ እንታይ ደኣ ሰብኡት ሒዝኪ መጺኺ
ሰብኡት ኣይኮኑን ካብ ናትካ ብሓደ ዓመት ንእሱ ኢለካ እንዲ ኣንተወይ እዚኦም ደቂ ትሽዓተ ዓመት እዮም እወ ብጽቡቕ መልሚለን ሓብሒበን ስለ ዘዕብዮም ጥራይ እዮም ከምዚ ኮይኖም ዘለዉ።
ስብሃቱ ኣምሕላ ኣምሕላ እዚኣ ነገር ጥዕና ኣይኮነትን። ልክዕ እዚኦም ናይ ጥምቀቶም ወረቀት ኣለኪ ዶ? ኣለዎም ኣለዎም በጋጣሚ ተማላእክዎን ግን ኣለዎም። እሞ ብማሕላ ክንከይድ ደሓን። ኣረ። ማርገሬታ እዚኦም ብልክዕ ደቂ ሸውዓተ ደቂ ትሽዓተ እዮም ትብሊ ኣለኺ።

መንፍዓቶም ጥራሕ ኣይኮነን ጉልበቶም ውን ምስዞም ናተይ ዝኸዱ ስለ ዘይኮኑ ምናልባት ጽባሕ ንግሆ እንተ ተሰበሩ እንታይ ንገብር እዚኦም ትርእዮም ኣለኺ እዚ መጓሰ ጽባሕ ኣለዎ ክወፍር እዩ ገሊኦም ዓጺድ ክኸዱ እዮም ገሊኦም ከብቲ ክወፍሩ እዮም ገሊኦም ዓውዲ ክኸዱ እዮም ምኽንያቱ ተተሴሮም ጽባሕ ንግሆ ንሕና ነብሰ ዝሰርሖም ከመይ ገይሮም ክኸዱ ኣይንጻወትን ኢና ኣይንጻወትን ኢና ጸወታ ደኣ ክትጻወቱ ትደልዩ ካልእ ማለት ዓለም ለኻዊ ዝኾነ ስፖርት እውን እኮ ስፖርት እኮ ንኹሉ እዩ ዘራኽብ ብዝኾነ ክትግምግምዮም ትኽእሊ ኢኺ ጉልበቶምን ዓቕሞምን። እቲ ጸወታ ግን እንድዒ ምናልባት ከይህሰዩና፣ ከይረግጽዎም። ኦኬ
ኦ ሳቢኖ ሳቢኖ ገመድ ዶ ትጻወቱ ሒሸኩም ዋላ ከም ናይ ዓዶም በቃ ይብሉ ኣለዉ እዚኦም ናተይ ከማን ደሓን ብገመድ ምውጣጥ ከማን ክጻወቱ ይኽእሉ እዮም ጽቡቕ ገመድ ስፖርት ኣጓሳስ።
ሓባር እዩ እኮ እወ እወ ፍቕሪ እዩ ኸኣ ሓባር ቋንቋ እዩ በቃ እሞ ንጻወት ደሓን ገመድ ኣጓሳስ ደኣ ጸገም የብሉን ወእ ባህላዊ ኣሸና ጸወታና ስለ ዝኾነ ከኣ ኣሸና ጸገም ስማዕቲ የብሉን ግን እቲ ጸወታ ብመልክዕ እንታይ እዩ ክኸውን? ኣነ እንታይ ሓሲበ መሲልካ እ እቲኦም ናትኩም እንተ ሲዒሮም ነቶም ናተይ ሒዝካዮም ትኸይድ እ እቶም ናተይ እንተ ሲዒሮም ከኣ ነቶም ናትኩም ሒዘዮም እኸይድ። ንስኺ ተሲዕርኪ ነዞም ጋንታ ናተይ ሒዝክዮም ክትከዲ? እወ።
ኤእ እዚኣስ ምስ ስድራቤቶም ምዝርራብ ከድልየና እዩ። እወ። ምኽንያቱ እዚኦምሲ ንስኹም ኣብ ኢድና ተሲዕርኩም ከኣ ነቶም ናተይ እኳ ክትወስድዎም ኢኹም። ስድርኦም እሞ ሕተትሎም። ስድርኦም ክትሓትሎም ኢኺ ደሓን ምናልባት ተተሳዒርና ትሕተተሎም። እወ። ደሓን ንጻወት። በቃ በቃ ንጀምር። ንጻወት፣ ጀምሩ ንጻወት በቃ። ጀምሩ። እዝግሄር ይፈልጥ። ኦ፣ ሕራይ። ኦኬ ዋን ቱ ስሪ በለሎም እሞ ሓደ ጀምሩ። ሓደ
ክልተ

ዋይ እዋይ ጸባ ስቲኹምና ታስቕኢዳ ኣብዑር ሒዛ መጽያ እንተ ዋይ ጀሎ
ማይ ጋድ እንታይ ትብል እንታ ክትብል ደኣ ተልቅስ እያ ደላ ከመይ ቢሮም ስሒቦሞም እዚኣቶም
ገሪምኪ ዶ ተሓይሉ ቦት እዩ ደሎ ትጉለት እያ ኣቢ እወ ሓያላት እዮም ብጣዕሚ። ዋዛ ከይመስልኺ ኣድኒቐዮም ኣድኒቐዮም
ብራዋ ገሬ መሳ ገሬ ደስ ቆልዑ እዮም
ኣነ ኢለካ እየ ኣቀዲመ ቃለይ ኣይዓጽፍን እየ ምክንያቱ እቶም እንድሕር ናትካ ስዒሮም ክትወስዶም ኢካ ኢለካ ስለ ዝነበርኩ ውሰዶም ረኣዩ ሕጂ ኣነ ክብለኩም ደልየ ደለኩ እዞም ቆልዑ ናትኩም ብጣዕሚ ሓያላት እዮም ብጣዕሚ ሓያላት እዮም ግን እንታይ ይጎድሎም ኣሎ ኢልኩም ትሓስቡ ንሕና
ዝጎድሎም ደኣ መሊኡ ንኣብነት ገገዝኦም እዮም ዝሓድሩ። ንሱ ጥራይ ኣይኮነን ሓደ ዋላ ኣነ ርእይ ምስ ኣበልኮም እቲ ፊዚካሊ ፊዚካሊ ናቶም ረኣዮ ኣብ ኣተሃናንጻ እዩ እዚ ሕጂ እዞም ቆልዑ እዚኦም ጠርኒፍካ ከም ሓደ ኮሌጅ ወይ ከኣ ንሳቶም ክጥርነፍሉ ዝኽእሉ ቦታ ጌርካ እንተዘይ ሓብሒብካዮም እኹል መግቢ እንተዘይ ሂብካዮም ኣጻዊትካ ናብ ኣዴታቶም እንሕትሰዶም ኮንካ ተዓንቂፎም ክስበሩ ክእሉ፣ ምስ ቁስሎም ክመጹ ክእሉ፣ ክሓሙ ክእሉ፣ ቁሪ ክወስዱ ክእሉ። ስለዚ ብኸምዚ ንናይ ስፖርት መተካእታ ኢልካ ትገብሮ ህጻን ብኸምዚ ኣይተሓዝን እዩ። ስለዚ ኣነ ክብለካ ደልየ ደለኹ ደድልዮም ነገር ነዞም ቆልዑ ነቶም ዓበይቲ ክትክኡልኩም ኣጥፍኡሎም። እንታይ ክነጥፍኣሎም?
ብፋይናንሻል ዓይኒ ኩሉ ነገር ከተጥፍኡሎም ኣለኩም ከተውፅሎም ኣለኩም ገንዘብ ኣውፂኹም ነዞም ቆልዑ እዚኦም ክትሕብሕብዎም ኣለኩም ልክዕ እዚ እንተደይ ተገይሩ እዞም ቆልዑ እዚኦም ኣይክቕፅሉን እዮም ብድሕሪኦም ከማን ካልኦት ኣይክትቅፅሉን ኢኹም ማለት እዩ ስለዚ ሓብሕብዎም ሓብሕብዎም በቃ እዚኣ ክብለኩም ትኽእል ራይ ፅቡቅ ጎስጓስ ፅቡቅ ጎስጓስ እዩ ቻው ቻው ቻሎ ንዓ ቻሊኖ ሚልኮ ተፋነውዮም ተፋነውዮም ቻው ቺሎ

ኣታ ክነጥፍኣሎም ኢና ሕራይ ኣጥፍኡሎም ሕራይ
ኣቲ ሓጎሳ እዚኦምስ እንታይ ኢና ክንገብሮም እዞም ናታ ገዲፋትልና ከይዳ ሓራም እዚኦም እዚኦም ማርጉ ኣቲ ማርጉ ንዒ ንዒ ማርገሬታ ክንዝመድ ዶ ኮይና ንዒ እሞ ማርገሬታ
ማርጉ ንዒ ማርጉ እንታይ ክሳይ እንዲና እዞም ናትክብ ዝገዲፍክዮም ፅቡቕ ምስቲ ዝበልክዮም ጉብዝነኦምን ጉልበቶምን ጽቡቕ ብኹሉ ነገሮም ብሉጻት ጽቡቕ ፈቲናዮም ኣይጸላእናዮምን ግን ቀለብ ኣይንኽእሎምን ኢና ነዚኦም ምኽንያቱ እዞም ናትኪ ጥስቲ ምሉእ ዝውድኡ ምስ እዞም ናትና ክዳረጉ ስለ ዘይክእሉ ውሰድዮም ድሓን ካልእ እዋን ኣብ ዘድልየና ክነምጾም ውሰድዮም
መግቢ ትኽእልዎም ኢኹም ኣይንኽእሎም ኢና ወ ወይ ከም ስታላ ኣብ- ኣብ ሕዛእ ስኽንፍንዎ እንተኮይንና ኦኬ ሕራይ ድሓን ዓረ፣ ይወስዶም ጸገም የለን ውሰድዮ። እዞም ናትኩም ግን ሓደራ ኣጥፍኡሎም